ሰላም ሰላም ኣሕዋት ከመይ ትኾኑ ምሳኹም ደለኹ ዮናስ እየ ለማዓንቲ ውን ብኻልእ ቪድዮ ተመልሰኩም ኣለኹ ናይ ለማዓንቲ ሪኣ እምበኣር ብዛዕባ ኣፕሊከሽን ኣይኮነን ለማዓንቲ ከርእየኩም ደልየ ደለኹ ብዛዕባ ፈይስቡክ እዩ ማለት እዩ ፈይስቡክ ከመይ ገርካ ይስረቕ ኣሎ ኤንድ ከመይ ገርና ከ ክንከላኸሎ ንኽእል እያ ክትኮኑ ማለት እዩ ቅድሚኡ ግን ሓደሽ ተሊኹም ናብዚ ናተይ ዩቲብ ኣብዚ ናይ ዩቲብ ሰርች ምልክት ጆና ሃይለ ኢልኩም ተጽሒፍኩም ናተይ ቀዳመይቲ ትመጻኩም እያ ኣብኡ ክሊክ ጌርኩም ኣብዛ ሳብስክራይብ ትብል ኣብኣ ክሊክ ግበሩ ብድሕሪኡ ኖቲፊኬሽን መታን ክመጸኩም ከኣ ኣብዛ ናይ በል ምልክት ኣብኣ ሓንቲ ግዜ ከምዚኣ ጌርኩም ክሊክ ጌርኩም ክትወጹ ትኽእሉ ኢኹም ማለት እዩ ሶ ደደውረድኮ ቪድዮ ብቕልጡፍ ክመጸኩም እዩ ማለት እዩ ቴንክ ዩ ኣብዚ ዘለና ግዜ እምበኣር ፌስቡክ ብብዝሒ ዝስረቐሉ ዘሎ ግዜ እዩ ፌስቡክ እምበኣር ብብዙሕ መንገዲ ክስረቕ ይኽእል እዩ ሓደ ካብኡ ሊንክ ሰዲድካ ክስረቕ ይከኣል ማለት እዩ። ነዚኣ እውን ሓበሻ ብብዝሒ እዩ ዝጥቀመላ። ዋይ ተልና ከዓ ምክንያት ስለ ዘለዎም ማለት እዩ። ኦኬ እምበኣር ናብዛ ናይ ሎማዕ እንትኸይድ ፌስቡክ ከመይ ጌርካ ዝስረቕ ኣሎ ኤን ከመይ ጌርና ኸ ክንከላኸሎ ንኽእል እያ ክትኮን ማለት እዩ። እዚኣ እምበኣር ኣብ ዌብሳይት ኣትየ ክርእየኩም ሓሲበ ነይረ ግን ናብ ስረቑ ትብል ከይተትህብ መታን ኣብ ጋለሪየ ኣትየ ክርእየኩም እየ ማለት እዩ። ስክሪንሽት ወሲደ ኣለኹ ሶ ኣብኡ ኣትየ ክርእየኩም እየ ማለት እዩ። እቲ ዌብሳይት እምበኣር ነዚ መስል ኣብዚ ኣትዮም እዮም ፌስቡክ ክሰርቁ ዝኽእሉ ማለት እዩ ኣብዚ ከም ትሪእዎ ዘለኹም ፌስቡክ ትሽዓተ ዓይነት ፌስቡክ ኣሎ ከምኡ እውን ያሆ ኣሎ ጂሜል ኣውትሉክ ስካይ ትዊተር ዝተፈላለዩ ኣሎ ማለት እዩ ስለዚ እቲ ዌብሳይት ነዚ መስል ኣብዚ እምበኣር ካብዚ ሊንክ መሪፆም ናባኻ ሰዱልካ ማለት እዩ so እዛ ቀዳመይቲ ንኣብነት ተደልዮማ ኣብኣ ጠዊቖም ኣብኣ ምስ ጠወቑ ከምዚ ኢሉ ከፍት ማለት እዩ so ከምዚ ኢሉ ምስ ከፈተ ኣብዚ ላዕሊ ሊንክ ትሪእዎ ተለኹም ንዕኡ ኮፒ ኢሎም ናባኻ ሰንድ ብልዎ ማለት እዩ ተደልዮም ብመሰንጀር ተደልዮም ብዋትሳፕ ቫይቨር ብዝተፈላለዩ መንገዲ ማለት እዩ ነዛ ኮብ ነዛ ሊንክ ኮፒ ኢሎም ናባኻ ሰንድ ብልዎ ማለት እዩ ሶ ከምዚኣ ኢላ ትመጽእ ማለት እዩ ኣብዚ ትሪኦ ኣለኹም ትሽዓተ ዓይነት ፌስቡክ ኣሎ ዝተፈላለየ ማለት እዩ በብሓደ ክንሪኤና ማለት እዩ ስለዚ ካብዚ መሪፆም ዝተፈላለየ ዓይነት ፌስቡክ ክሰዱልካ ክእሉ ማለት እዩ ንስኻ ምስ ኣተኻ ኣብዚ ኢሜይልካን ፓስወርድኻን የእቲኻ ሳይን ኢን ዝበልካዮ ጥዑይ ፌስቡክ መሲልካ እምበኣር ኣብዚ ላዕሊ ትሪእዎ ተለኹም ማይ ቪክቲም ኢሉ ቹ ኣሎ ብዚ ሕጂ ክልተ ኣሎ ማለት እዩ ስለዚ ኣብዚኣ ኢሜይልካን ፓስወርድኻን ኣብዚኣ ትመጾም ማለት እዩ so ኣብኣ ኣትዮም ኢሜል ካን ፓስወርድካ ምስ ረኣይዎ ናብ ናትካ ኣካውንትካ ክኣትዉ ይኽእሉ ማለት እዩ ስለዚ እዚኣ እዮም ዝጥቀሙላ ኣለዉ እታ ዌብሳይት ማለት እዩ እዘን ትሽዓተ ፌስቡክ እምበኣር ከመይ ይመስላ ተልና እታ ቀዳመይቲ ነዚኣ እትመስል ማለት እዩ ሓንቲ ሊንክ ኮፒ ኢሎም ምስ ሰደዱካ ናባኻ ንዓ ኣብኣ ምስ ኣብኣ ክሊክ ምስ ገበርካ ከምዚኣ ኢላ ትኸፍተልካ ማለት እዩ ሶ ንዓኻ ጥዒት ፌስቡክ መሲልካ ኢሜልካን ፓስወርድኻን ምስ ሰጠኻዮ ሎግኢን ምስ በልካ ኣይከፍተልካን እዩ ማለት እዩ ጃስት ኖርማል ኣድቨርታይዝ ጥራይ መጽእ ሶ ንዓባኻ ኣይከፍተልካን እዩ ኢሜልካን ፓስወርድኻን ግን ናብኡ ምኸይድ ማለት እዩ ሶ ንሶም ሪኦም ኣለዎ ማለት እዩ እታ ካልኣይቲ ፌስቡክ ከዓ እዚኣ ማለት እዩ እታ ዝጥቀሙላ ሶ እዚኣ ከማን ልክዕ እታ ኦሪጂናል ፌስቡክ እያ ትመስል ማለት እዩ እታ ኦፊሻል ማለት እዩ ኣብዚ ላዕሊ ተርእናዮ ግን ኣብዚ ላዕሊ ሊንክ ማለት እዩ ኤልጂኤክስ ዝብል ዘሎ እቲ ትክክል ፌስቡክ ኤችቲፒኤስ ኢሉ ww ፌስቡክ ዶት ኮም ኢሉ እዩ ዝቕፅል ማለት እዩ ስለዚ እዚኣ ሓንቲ ካብተን ዝጥቀሙለን ሊንክ እያ ማለት እዩ እዚ ተርእና እውን ሳልሳይ እዩ ከምዚ ኢሉ እውን ፌስቡክ ክኸፍት እዩ ማለት እዩ እዚ ከዓ ቤስት ፌስቡክ ሴክሪቲ ቲፕስ ይብል ዘሎ ማለት እዩ ሶ ከምዚ ኢሉ ተመፂኩም ኣብዚ እውን ኢሜልኩምን ፓስወርድኹም ከይተኦትዉ ማለት እዩ ሶ እዚ ጥዑይ ፌስቡክ ኣይኮነን ራብዓይ እምበኣር እዚ እዩ ፌስቡክ ከለር ኢሉ ድመፅእ ኣብዚ ብዙሓት ይሸኹ ኢዮም ማለት ኢዩ ምኽንያቱ ፌስቡክ ከለር ክቕይሩ ኢሎም ኢመሎምን ፓስወርዶምን ኣእትዉ ሽዑ ቸንጅ ከለር ምስ በልዋ ከለር ኣይቀየርን ኢዩ ጃስት ኣድቨርታይዝ ጥራይ ይመጽእ እቲ ኢመሎምን ፓስወርዶምን ናብኦም ይኸይድ ማለት ኢዩ እዚ ተሪእናዮ እውን ካልእ ኤግዛምፕል ፌስቡክ ኢዩ ኢመልን ፓስወርድ ክንእቲኻ ኣብዚ ሓሙሽተ ሚእቲ ሓሙሽተ ሚእቲ ሽሕ ክትረክብ ገለ ገለ ኢሉ ዘሎ ማለት እዩ ሶ እዚ እውን ትኽክል ኣይኮነን ኣብ ዝተርእናዮ እውን ኣካውንትኻ ናትካ ፔጅ ማለት እዩ ቬሪፋይ ክትገብሮ ብል ኣሎ እዚ እውን ትኽክል ኣይኮነን ስለዚ ካብዚ ክንጥንቀቕ ኣሕዋት ይላወበኩም ማለት እዩ ኣብ ዝተርእናዮ እውን ከምኡ ናይ ሰብ ኢሜል ኣብዚ እቲኻ እቲ ናቱ ሊንክ እቲኻ ኢመልካን ፓስወርድካ ንኸእትዉ እሞ ነቲ ሰብ ብሎክ ክትገብሮ እዩ ድብል ደሎ ግን እዚ እውን ኣይሰርሕን እዩ ትኽክል ኣይኮነን ሶ ኢመልናን ፓስወርድናን ክንጥንቀቕ ኣለና ማለት እዩ እዚ ተርእናዮ እውን ከምኡ ማለት እዩ ናይ ሰብ ፕሮፋይል ክትርእዩ ተደሊኹም ኢመልኩም ፓስወርድኩም ኣእቲኹም ሎግ ኢን በሉ እሞ ፕሮፋይሎም ክትርእዩ ኢኹም ይብለካ ማለት እዩ እዚ እውን ከምኡ ስለዚ እዘን ትሽዓተ ነዚአን እየን ድመስላ ማለት እዩ ሶ ካብዚ መሪፆም ብዝተፈላለየ መንገድ ሊንክ ሰዲዶም ክሰርቁኻ ይኽእሉ እዮም ማለት እዩ ሶ እዛ ዌብሳይት እዚኣ ብብዝሒ ሓበሻ ዝጥቀመላ ዘለዋ ማለት እዩ ሶ ኩልና ክንጥንቀቕ ኣሕዋት ይላበወኩም ማለት እዩ ፌስቡክና ከይስረቐና እምበኣር ኣብ ዝተሰደደና ድኾነ ይኹን ሊንክ ኢመልናን ፓስወርድናን ደይምእታው ማለት እዩ። ከምዚ ሎም መዓንቲ ዘርኣኹኹም ካብዘን ትሽዓተ ማለት እዩ ከምዚ ኢሉ ክመጸና ክእል እዩ። ስለዚ እዘን ትሽዓተ ደርኣኹም ሎም መዓንቲ ዘክርወን ስለዚ ካብዚኤን ኣብ ድኾነ ይኹን ማለት እዩ ኢመልናን ፓስወርድናን ደይምእታው ማለት እዩ። ሶ ከምዚ ጌርና ክንጥንቀቅ ንክእል ኢና ማለት እዩ ስለዚ ኣብ ድኮነ ይኩን ፈይስቡክ ክንኣቱ ከለና ድዩ ድኮነ ኣካውንት ክንጥቀም ከለና ኣብ ዝለዓለ ክንርኢ ኣለና ማለት እዩ https ኢሉ ww ኢሉ ፈይስቡክ ተኮይኑ ፈይስቡክ ዶት ኮም ዩቲብ ተኮይኑ ዩቲብ ዶት ኮም ማለት እዩ ካልእ ተኮይኑ ከዓ ሽም ኢሉ ሽም ናቱ ኮይኑ ማለት እዩ ዶት ኮም ኢሉ ክመፅእ ኣለዎ ማለት እዩ ስለዚ ፌስቡክ ክንጥቀም ከመለና እውን ኣብታ ኦፊሻል ናቶም ማለት እዩ ኣብታ ፌስቡክ ዶት ኮም ትብል ኣብዛ ኩልና ንጥቀመላ ኣብኡ ኣቲና ፌስቡክ ክጥቀም ማለት እዩ ኤንድ ዝተሰደደና ሊንክ እውን ደይ መኽፋት ማለት እዩ ኣብኡ ኣቲና ኢሜልናን ፓስወርድናን ከነእቱ ኣየድለናን እዩ ማለት እዩ ከምኡውን ጂሜል እውን ኣብ በዚ እውን ክሰዱልና ክእሉ እዮም ስለዚ ጂሜል ክንኣቱ ከለና እውን ከምኡ ክንሪኦ ኣለና ማለት እዩ ኤችቲፒኤስ ዩ ዳብሊው ዳብሊው ጂሜል ወይ ከዓ ጎግል ጂሜል ዶት ኮም ኢሉ ክመፅእ ኣለዎ ማለት እዩ ካብኡ ወፃኢ ፌክ ከም ድኾነ ክንርኢ ንኽእል ኢና ማለት እዩ ስለዚ ካብዚ ኩሉ ናይ ስርቂ ፌስቡክ ማለት እዩ ክጥንቀቕ ይላበወኩም ማለት እዩ እዛ ቪድዮ እዚኣ እምበኣር መታን ኩሎም ሰብ ክርእዋ ሸር ክትገብርዎም ናብ ኩሎም ኣሕዋትና ማለት እዩ ይላወበኩም ምክንያቱ ኣብዚ ግዜ እዚ ብብዝሒ እዮም የሕዋትና ፌስቡክ ድስረቁ ዘለዉ ማለት እዩ ሊንክ እንዳሰደዱ ድዮም ዝተፈላለየ ማለት እዩ ብብዝሒ ፌስቡክ ድስረቀሉ ስለ ዝኾነ እዚኣ ክትሕግዞም ስለ ዝኽእል ነዚኣ ትሪኣ ዘለኻ ሰብ ማለት እዩ በዝተኻለኩም መጠን ሸር ክትገብርዎ ናብ ኩሉ ይለወበኩም ማለት እዩ ኣብ ዝመጽእ ቪድዮ ብኻልእ ክንራኸብ ኢና ማለት እዩ ክሳዕ ሽዑ ብሩኽ ቅነ